ዳዊት ሓወይ ብጣዕሚ ብጣዕሚ እየ ዝፈትወካ ካብ ብዙሕ ዓመታት ካብ ንፋለጥ ጀሚሩ ማለተይ እዚ ኩሉ ግዜ ብጣዕሚ ፅቡቅ ግዜ ኢና ሓሊፍና ሎሚ ድማ ከምዚ ቃለ ምሕትት ክሓተካ ኣብቲ ኦፊስካ ከምዚ ግዜ ስለ ዝሃብካና ብሽም ፍረ ፕሮዳክሽንስ ከመስግነካ ደስ ይብለኒ እዚ ተኸታታሊ ንሕልፎ ዘለና ይኖ ከም ትከታተሎ መዓይቲ ኣምላኽ ኣብ ትብል ኢና ንዘራረብ ዘለና ቤተ ክርስትያናትና ከመይ ጌርና ነማሓይሽን ከመይ ጌርና ነጸብቅ ንሕና ካባይ ጀሚረ ክሰምዓካ ከለኹ ክመሃር ደልየ እየ መጽየ ካልኦት እውን ካብዚ ክመሃሩ እሞ ከመይ ጌርና ነጸብቆ ኣገልግሎት ዝብል እዩ ካብቲ ዘለካ ገለ ክንቀድሕ ደሊና ኢና ከምዚ ዓይነት ግዜ ስለ ዝሃብካና እግዚኣብሔር ነመስግን ንዓኻ እውን ብጣዕሚ የመስግነካ እሞ ናብ ሕቶይ ክኣቱ እዩ እስኪ ኣበይ ተገልግል ኣለኻ ከመይ ኢልካ ናብዚ ናይ ክህንነት ኣገልግሎት ኣቲኻ ከም ፓስተር እዚ ቁርብ መጀመርያ ተትነግረና ደስ ይብለኒ ሹር
ከምዚ ዕድል ስለ ዝሃብካኒ ኣምላኽ ዕዚዝ ይባረኽካ ደስ ብለን ምሳኻ ከለው ነገልግሎ ቤተክርስትያን ጉድ ሸፐርድ ሉትራን ቸርች ትበሃል ኣብ ሄይወርድ ካሊፎርኒያ 20 ደቂቕ ኢስት ናይ ሳን ፍራንሲስኮ ዘሎ ከተማ እዩ እቲ ማሕበር ናይ ትግርኛን ናይ እንግሊሽን ኣገልግሎት እዩ ዘለዎ እቲ ናይ እንግሊሽ ኣገልግሎት ክሳብ ሰላሳ ካብ ሚእቲ ናይቲ ኣባላ ክሳብ ኣርባዓ ካብ ሚእቲ ጸዓዱ ከባቢ ዕስራ ዝኾኑ ከዓ ካልእ ተፈላለየ ዓሌታት ከም ናይ ሳውዝ ኣሜሪካ ዓሌታት ካብኡ ዝደሎ ቁፅርታት ከ ካብ ዝተፈላለየ ሃገራት ዝመፁ ካብ ዝተፈላለየ ዓድታት ኣብዚ ዓዲ ከም ኢሚግራንት ኮይኖም ዝመፁ ኣባላት እዮም ዘለዎ እቲ ማሕበር እቲ ናይ ትግርኛ ኣገልግሎትና ዝበዝሐ ኤርትራዊ እዩ እቲ ዕዩኡ ድማ ነቲ ኣብዚ ትግርኛ ዝዛረብ ኣብ ቤይ ኤርያ ዝቕመጥ ህዝብና ብወንጌል ክርስቶስ ምብጻሕ እዩ። እቲ ናይ ኤርትራ ኣገልግሎትና ብወንጌላዊት ሉተራዊት ቤተክርስትያን ኤርትራ እዩ ዝፍለጥ። እቲ ሕጋዊ ሽም ናይቲ ማሕበር ብምሉኡ ግን ግድ ሸፐርድ ሉተራን ቸርች እዩ ዝበሃል ወይ ከዓ ሕያዋይ ጓሳ ሉተራዊት ቤተክርስትያን ዝሓለፈ ሸሞንተ ዓመት ከም ናይ ትግርኛ ወንጌላዊት ሉተራዊት ቤተ ክርስቲያን ኣገልጋሊ ኮይነ ነቲ ዕዮ ኣብ ቤኤርያ ብስፍሕ ዝበለ ብዕሙቕ ድበለ መገዲ ምእንቲ ክጅመር ካብ ሂዩስተን ቴክሳስ ናብዚ መጽየ ድሕሪ ክልተ ዓመት ናይ ኣገልግሎተይ ኣብ ውሽጠይ እቲ ናይ እግዚኣብሄር ጻውዒት ንኣገልግሎት ዝጽውዕ ልቢ ካብ ኣምላኽ ከም ዘሎ ኣብ ውሽጠይ ምስ ክፈልጥ ምስ ጀመርኩ ሰባት ደልየ ኣብ ጎነይ ዝኾኑ ድሕግዙኒ ደጻልዩኒ ገለ ካብቶም ኣሕዋተይ ቀደም መምሃራነይ ዝነበሩ ኣብ ጎይታ ደዕበዩንን ከምኡውን ሕጂ ዝተላለኽዎም ሰባት በቲ ናቶም መገዲ ተመሪሐ ናብ ክህነት ክኸይድ ጎይታ ከም ፀዋዓኒ ምስ ፈለጥኩ መጀመርያ ናብ ኮንኮርድያ ሰሚናሪ ኣብ ሴንት ሉዊስ ዘሎ ናይ ቴዎሎጂካል መፅናዕቲ ቤት ትምህርቲ ናብኡ ኣትየ እቲ ናይ ትምህርቲ ዕድለይ ካብ ክልተ ሽሕን ዓሰርተን ጀሚረ እዮ ንውሕ ዝበለ ግዜ ወሲድለይ ኣርባዕተ ዓመትን ፍርኣን ክወስድ ዝግባእ ከባቢ ሓሙሽተ ዓመትን ፍርኣን ወሲድለይ ነቲ ኣገልግሎት ምስ ወዳእኩ ግን እቲ ናይ ትግርኛ ኣገልግሎትና ከምቲ ቀደሙ ይቕፅል እቲ ዕዮ ይቕፅል እቶም ኣሕዋት እውን እቲ ማሕበር እውን ብእምነት የገልግል እቲ ዘለናዮ ሕጂ ዘለናዮ ማሕበር ግና ከም ካህን ክኸውን ኣብ 216 ኖቨምበር ፀዊዕኒ እቲ ኣፀዋውዓ ናይ ክህነት ኣብቲ ሉተራዊት ቤተክርስትያን ወይ ከዓ ኣብ ዝበዝሐ ኣሜሪካን ቤተክርስትያናት እቲ መጀመርያ እቲ ካህን ክኸውን ዝግብኦ ሰብ ከማልኦ ዘለዎ ረቋሒታት ኣሎ ብዝቐለለ መገዲ ካብ ክልተ ዓመት ንላዕሊ ትምህርቲ ናይ ስነ መለኮታዊ መፅናዕቲ ክገብር ኣለዎ እቲ ናይ ስነ መለኮታዊ መጽናዕቲ ወይ ከዓ ቴዎሎጂካል ኤጁኬሽን ምስ ተወደአ እቲ ማሕበር ናይ ገዛእ ርእሱ ኮሚቴ ኣቑሙ ናይቲ ካህን ክኸውን ትጽበ ዘሎ ሰብ ወይ ከዓ ነቲ ማሕበር ትፅውዖ ዘላ ሰብ ፅፁይ መጽናዕቲ ይካየድ ካብ ሓዳር ናይቲ ሰብ ዕላምኡ ኣተሓዛዛ ኣተሓዛ ናይ ቤተሰቡን ናይ ስድራ ቤቱን ነዚን መፅናዕታት ምስ ኣካየደ እቲ ሰብ ካብተን ድሪእወን ሰለስተ ረቋሒታት ኣለዋ ቲቸብል ድዩ ክመሃር ይኽእል ድዩ ኮቸብል ድዩ ኣብ ጎኑ ሰባት ኮይኖም ምስኡ ከሳሲቦ ይኽእሉ ድዮም ሪፐንተብል ድዩ ድንሳሕ ሰብ ድዩ ንስሓ ዝርድኦ ድዩ እዚን ሰለስተ ነገራት ብዕሙቕ ዝበለ መገዲ ድሕር እቲ ካህን ክኸውን ተሓፅዩ ዘሎ ሰብ ምልክታት ኣርእዩ። እቶም ኮሚቴ ነቲ ማሕበር ከይዶም እዚ ካህን ክኸውን ነታ ማሕበር ከዓ ናብቲ ዝመጽእ ዘሎ ጎደና ክመርሓ ይኽእል እዩ ዝብል ርእቶ ምስ ኣቕረብሉ እቲ ማሕበር ይእከብ። እቲ ማሕበር ምስ ተኣከበ ነቲ ካህን ኣብ ቅድሚት ጸዊዑ ጸሎት ይገብር፣ ካልኦት ካህናት ጽውዑ፣ እቲ ማሕበር ወረቐት ሰዲዱ ናብቶም ላዕሊ እተለዉ ኣመሓደርቲ ናይ ቤተ ክርስቲያን ካብ ሎም መዓልቲ ካብዚ ዕለት እዚ ንንዮ ነዚ ክርስቶ ክርስቶ ዝተባህለ ሰብ ኣብዚ ከምዚ ዓይነት መጽናዕቲ ዝገበረ ብከምዚ ዓይነት ጽጹይ መጽናዕቲ ዝተዳሃየ ሰብ ካህን ክኸውን ደሊናዮ ኣለና ኢሎም የቕርቦም ዝኾነ ዓይነት ተቃውሞታት ካብተን ኣብቲ ምስቲ ማሕበር ኣጥቢቐን ዝሰርሓ ካልኦት ቤተክርስትያናት ንሓደ ወርሒ ይፅበ እዩ እዚ ኩሉ ነገራት ምስ ተጻረየ እቲ ማሕበር ይእከብ እቲ ማሕበር ዳዊት ካብዛ ዓለት እዚኣ ኣትሒዙ ካህን ክኾነና ንጽውዖ ኣለና ድብል ምርጫ ኢዱ ኢዱ የልዕል እቲ ህዝቢ እቲ ህዝቢ እቲ ህዝቢ ኢዱ ምስ ኣልዓለ ካብታ ግዜ እቲኣ ከም ናይቲ ማሕበር ካህን ኮይኑ የገልግል ኖእ ክብሉ ክእሉ ድዮም ኣብኡ ከቋርጽ እቲ ማሕበር ኖኖእ ክብል ክእል እዩ ይኽእል እዩ እቲ ማሕበር ኖኖእ ተይሉ እቲ ካህን ክኸውን ተሓፂኡ ዘሎ ሰብ ኣመስጊኑ ንኣምላኽ ኣመስጊኑ ስለቲ ዝተኸፈተሉ ደገ ናብ ጎይትኡ እናጸለየ ኣበይ ቦታ ኮይኑ እግዚኣብሄር ከገልግሎ ዓይነት ማሕበር ያኸ ክፅውዖ ትበቅዕ እናጸለየ ናብቲ ናብቲ ንቡር ናብሩ ይቕጽል ኣቋሪጸካ መስለኒ ኖ ኖ እ፣ እቲ ዕላማ ክልተ ነገር እዩ ብሓፈሻ እቲ ፃውዒት እቲ መንፈሳዊ ፃውዒት ካብ እግዚኣብሄር ዝመፅእ ፃውዒት እዩ ኣምላኽ እዩ ንሰብ እንታይ ኮይኑ ከገልግል ከመይ ኮይኑ ከገልግል ኣለዎ ዝፅውዖ ካልኣይ እቲ ፕሪስትሁድ ኦፍ ኦል ብሊቨርስ ኩሉ ነፍሲ ወከፍ ሰብ ኣብ ክርስቶስ የሱስ ዘሎ ካህናትን መንግስትን ኣምላኽ እዩ ኩሉ ፓስተር ኮይኑ ንሓደ ቤተክርስትያን ክመራሕ ኣይክእልን እዩ ግን ሓደ ነርስ እሙን ነርስ ተኮይኑ ንእግዚኣብሔር ኣገልግሎት እዩ ሓደ ደፅሪ ሰብ እሙን ኣፅራይ ተኮይኑ ናይ እግዚኣብሔር ኣገልግሎት እዩ በዓል ቤት ንሰበይቱ ድሕን እሙን በዓል ቤት ኮይኑ ናይ እግዚኣብሔር ኣገልግሎት እዩ ኣብቲ ስነ መለኮታዊ መጽናዕቲ ኣምላኽሲ ከም ማስኬራ ተኸዲኑ እዩ ብኣና ገይሩ ነዛ ምድሪ እዚኣ ደጥዕያ ደሕውያ ስለዚ ኣብ ነብሲ ወከፍ ዕዮ ዘሎ ሰብ ናይ እግዚኣብሔር ኣገልጋሊ እዩ ግን እቲ ማሕበር ምእንቲ ሓድነት እቲ ቤተ ክርስትያንን ምእንቲ ናይ ተፃውዒት ራእን ኣብ ፅፁይ ዝኾነ መፅናዕቲ እናገበረ ከቐፅል ዝኽእል ሰብ ግን ይሓፅ እዩ ኣብዚ ከምዚ ዓይነት ፃውዒት ፃውዒት ከምቲ ዓንተይ ዝበልክዎ ካብ እግዚኣብሄር እዩ ካብ ኣምላኽ እዩ እቲ ፃውዒት ናይ ምስባኽ ናይ ቃል ምሃብ ናይ ምጉሳይ ካብ እግዚኣብሄር እዩ ካህን ክትከውን ወይ ከዓ ፓስተር ክትከውን ግን ማሕበር ካብ መንፈስ ቅዱስ ዝተቐበሎ ፃውዒት ሓራይ ኢሉ ዝህቦ እዩ ለዚ ኣነ ሰባኻይ ምዃነይ ጓሳ ማሕበር ወይ ጓሳ ህዝቢ ኣምላኽ ምዃነይ ካብ እግዚኣብሔር ተዋህበኒ ፀጋ እዩ ክህነተይ ወይ ከዓ ፓስተር ምዃነይ ግን እቲ ማሕበር ዝሃበኒ ፃውዒት እዩ እምበር ኣነ ባዕለይ ዘምፃኽዎ ፃውዒት ኣይኮነን እቲ ማሕበር ከዓ ብግቡእ ግዜኡ ድሕነት ኣገልግሎት ደይበቅዕ ኮይነ ወይ ከኣ ካልእ ካባይ ዝሓይሽ ሰብ እንተ ረኺቡ እቲ ማሕበር ተኣኪቡ ናይ ሓደ ዓመት ኖቲስ ክበኒ ይኽእል እዩ። ዳዊቶም ጽቡቕ ኣገልጊልካና ከም ካህን ኮንካ ካብ ዝመጽለሉ ዓመት ግና ከምዚ ከምዚ ዝበለ ዓይነት ካህን እንተ ትደልየሉ ነቲ ማሕበር ኣዝዩ ዝተመረጸ ምኾነ ነይሩ ብለኒ። ብዘሎ እቲ ስርሐይ ጠጠው ኣቢለ ናብ ወንጌልን ናብ ምስባኽ እናተኮርኩ ካልእ ካህን ነቲ ማሕበር ክሕዞ ይጽዕር። እቲ ግዜ ምስ ኣኸለ ኣነ ይወርድ፣ እቲ ካልእ ካህን ከኣ የገልግል። እዚ እንታይ እዩ ዘርኢ? ጻውዒት ናይ ፓስተር ኦፊስ ወይ ከተ ፓስተራል ኦፊስ ወይ ከተ ናይ ክህነት ኦፊስ ካብ ማሕበር ህዝቢ ኣምላኽ ነቲ ሰብ ዝወሃቢ እምበር እቲ ህዝቢ ኣብ ልዕሊ እቲ ማሕበር ኣምላኽ ዘምጽኦ ድርኺት ኣይኮነን ከምኡ ክኸውን ምስ ጀመረ ዝተፈላለየ ሽግር ክፈጥር ይኽእል እዩ ሓደ መን እዩ ፀዋዒ ኩሉ ሰብ ካብ መንፈስ ቅዱስ ኣነ ተፀዊዐ እንተ ኢሉ ብምንታይ ኢና ፕሩፍ ክንገብሮ ንኽእል ጌጋ ድዩ ኣይኮነ ስለዚ እቲ ማሕበር ብመንፈስ ቅዱስ ተደሪኹ ዝፅውዖ ሰብ እሱ ካህን ሓደ ሓደ ግዜ ምናልባት ኣብ ትምህርቲ ደረጃ ምፍላይ ክህሉ ክእል እዩ ኣነ ንውሕ ዓመት ንውሕ ዝበለ ዓመት ስለ ዝተማሃርኩ ካልእ ግን ካባይ ዝውሕድ ስለ ዝተማሃረ ኣብቲ እግዚኣብሄር ዝገብሮ ፀጋ ለውጢ ኣየምፅን እዩ እግዚኣብሄር ዓብዪ እዩ ዘይምርመር እዩ ዘለኣለማዊ እዩ በእማን ክዛረብ ዝኽእል ኣምላኽ ብንእሽተይ ተማሃረ ሰብ እውን ዓለም ክልወጥ ይኽእል እዩ ትምህርቲ ግና እቲ ኣድላይነቱ እቲ ማሕበር እግዚኣብሄር ቀዳማይ ሓደ ስትራክቸር ወይ ከዓ ስርዓት ይህልዎ ከመይ ገይሩ ካህን መርፅ እቲ ካህን ክኸውን ዝበለ ሰብ እውን ውሽጣዊ ፃውዒት ድዩ ናይ ስምዒታዊት ኣድህዮ ድዩ ወይሲ ካብ ሰባት ዝበልዎ ካህን ክትከውን ትኽእል ኢኻ ብቑዕ ኢኻ ስለ ዝተባሃለ ድዩ ወይስ ኣይኮነን ክመም የለን ዘድልየን ዓመታት ግን ክህልዋ ኣለወን እቲ ሪኮመንድ ዝኾነ ዓመታት 4 ክሳብ 5 ዓመት እዩ ኣብዘን ዓመታት እዚኣተን ኣነ ዝተማሃርኩዎ ትምህርቲ ምስ ወዳእኩ ከም ዘይፈልጥን ኣብቲ እግዚኣብሄር ዝገብሮ ዕዮ ኣብቲ እቶም ቅዱሳን ንሓለፈ ክልተ ሽሕ ዓመት ዝገበርዎ መስዋእቲ ብደሞም ዝገበርዎ ከቢድ መስዋእቲ ነቲ ወንጌል ኣምላኽ ተመቓሊ ምዃነይ ጥራይ ከይተረፈ ንልበይ ተንኪፍዎ ኣነ ብቑዕ ደይኮንኩ ሰብ ኣገልጋሊ ክኾን ኣምላኽ ፀዊዕኒ ምስቶም ዝሓለፉ ቅዱሳን እዞም ነገራት እዚኣቶም ኣድለይቲ ስለ ዝኾኑ እቲ ቤተ ክርስቲያን ኣዳልይዎ ዘሎ ስርዓታት ሰብ ክመሃር ድዩ ከጽንዕ ድዩ ንብልጽግና ናይቲ ካህን ዘይኮነሲ ነቲ ኣገልጋሊ ወይ ነቲ ፓስተር ተባሂሉ ዘሎ ሰብ ክሳብ ክንደይ ፍልጠቱ ድሩት ከም ዝኾነ ናይ ኣሕዋቱ ረድኤት ከም ዘድልዮ ብንስሓ ናብ ኣምላኽ ክቐርብ ከም ዘለዎ ብዙሕ መጽናዕቲ ናይ ቃልን ናይ ባህርን ናይ ለውጥታትን ናይ ዘበናትን ከዓ ክከብር ከም ዘለዎ ኣብቲ ኣገልግሎት እዩ ዝምህር ኣነ ከምኡ እየ ተማሂረ ምስ ወዳእኩ ወላ ሓንቲ ከም ደይፈልጥ ፈሊጠ ስለዚ ነብሰይ ኩሉ ግዜ ብዝተኻእለ መጠን ንምኽሪ ናይ ኣሕዋተይ ኣእዛነይ ክፉት ክኸውን ልበይ ክፉት ክኸውን ንመፅናዕቲ ከዓ ግዜ ክወሃቦ ከም ለባማት ግዜ ዓዲግና ክንመላለስ እዩ ጳውሎስ ተድሂ ኣብ ትምህርቲ ለባም ንክትከውን እዩ ተድሄካ ዕሽነትካ የርእየካ ክሳብ ክንደይ ዓሞቕቲ ከም ዘይኮንና የርእየና በዘን መሰረት እዚኣተን ክንከይድ እንተጀሚርና ኣብ ኣብ ሂወትና ለውጢ መጽእ ኣብ ማሕበራትና ለውጢ ይመጽእ ከምኡ ከዓ እቲ ዘይምርመር ዘለኣለማዊ ሓሳብ ኣምላኽ ብጥበብ ገይሩ ኣብ ነፍሲ ወከፍ ክርስትያን ወሪዱ ዘሎ ጥበብ እቶም ፓስተራት ተባሂልና ተፀዊዕና ዘለና ክንከስበሉ ንኽእል ክንበልዖ ንኽእል ክንሰትዮ ንኽእል ዓብዪ እዩ እግዚኣብሄር ዓሚቑ እዩ ኣብቶም ማሕበሩ ኣብ ማሕበሩ ዘለዎ ህያባት ከዓ ዘይምርመር እዩ ኣቦይ ንእሽተይ ከለኹ እንታይ ይብለኒ ኣርባዓ ዓመት ተመክሮ ዘለዎ ሰብ ኣርባዓ ደቂቕ ተሰማዕካዮ ሲ ናይ ኣርባዓ ዓመት ተመክሮ ክትቀስሞ ትኽእል ኢኻ በዚአን ነገራት እዚኣተን ኩሉ ግዜ ልበይ ይምሰጥ ናብኡ ከዓ ክደህብ ይደሊ ንሕዋተይ እውን ነቶም ካልኦትን ከምኡ ከደህ ይደሊ